ዝህብ ይህብ እቲ ዘይህብ ከዓ ኣነ እውን ኣብ ሓንጎለ ይሕዞን እዚ ክስታይ ክውን እዮም ሊ ኣይፅበዮም ሊ ስኢለ የፃውቶም ንኣብነት ኣብ ገዛ ኣብ ዓድና እንድሕር ኮይኑ ዋላ ጻውቲ ሃንደበት ትጻውት ትገብሩ ተዶ ተኮይኖም ቆልዑት ይሰዱለይ ዋላ ለይቲ ይኹን ሽሻይ ንዓ ኣጻውተና ይብሉ ኣለዉ ተኣኪቦም ኮበሮ ሒዞም ንዓ ኣጻውተና ብሉካ ኣለዉ ኢሎም ቆልዑት ይልእኹለይ ኣነ ግን ተስየ ከይደ ከጻውቶም ይሓድር ኣብ ካልእ ግን ክትከፍሉኒ ኢኹም ኢሎም እዮም ተዋዒሎም ዝኸዱ ኣነ እታ ቀንዲ ሕጂ እታ ዝተሓተ ዝተኸፈልካ ኣላ በቲ ናይ ቀደም

ድሕሪ ኣብቲ ሕብረተሰብና ዘይቅበሎ ምሸሎ እንድሕር ውሽምነት ድዩ ገለ ተለሚድዋ ልክዕ እታ ዘላ ኣብ ኣንከላ ብመደብ ደርፉላ ሕጂ ኣነ ኣብ ዝኸርኩሉ

ወራሬ ወራሬ ወራሬ ወራሬ እዚ ዋው ብጣዕሚ እ፣ ደስ ዝብል እዩ ሰሚዐ ሃዊና ይምኖን እዩ ማለት እዩ እስኪ እ፣ ሽሻይ ጸጋይ ወዲ ጸጋይ ካብ እ፣ ኤርትራውያን ደረቲ ዋጦት ይኹኑ ዋላ ክራሪስቲ ኣነስ ምስ ኩስቶ ምሰራሓኹ ነይረ ትብሎምስ ኣለዉ ዶ ካብ ዘለዉ ሁኑ ካብ ዘየለዉ ሁኑ እስኪ ኣይ ምስ ክስቶ ምስ ክስቶ እኮ ኢለ ክገልፅ ኣይክልኒ ምክንያቱ ምስ ኩሎም ክሰርሕ ኣነ ደስ ይብለኒ ምስ ኩሎም ኣብታ ዘለትና ዓቕመይ ምስ ኩሎም ክፃወትን ክራሪስቲ ይኹኑ ዋላ ጭራ ዝሃርሙ ምስ ኩሎም ኮይነ ክፃወት እዩ ደስ ዝብለኒ ምስ ክስቶ ምስ ክስቶ ዝብለሉስ

ክሳይ ይሕዝ ስፒከር ዋጣይን ክራር ከዓ ሒዘ ኸይድ ስለዚ እንድሕር ናይ መንእሰያት ኮይኑ ይፃወት ስለዚ እዛ ድሓር ናብዚኣ ዝዘንበልኩላ ኣድካሚ ኣብ ጭራ ፀኒሕኻ ናብ ክራር ክትኣቱ ናብ ክራር ፀኒሕኻ ናብ ጭራ የርክመካ እዩ ምስ ከምኡ ወይ መብርሒ ዘይኸይድ ሓንቲ ክራር ተተፃዊተ ጭራ ጥራሕ ክፃወት ይሓድር ነይረ
ሕራይ ጽቡቅ ኣምላኽ ሓሳብ ልብኻ ይፈጽመልካ ግጥሚ ትገጥም ዶ?
እወ ይገጥም እየ ይገጥም እየ። እስኪ ስጋብ ክንደይ ዝኾኑ ዝገጠምካዮ ግብጠታት ኣለዉኻ?
ግጥምታት ከብ ኣብኒ ናይ ሚእቲ ፍሉይ እዩ። ትሕዝታይ እኮ ኣይሓዝኩን እንድየ ብኩሉ በቲ ገጻት ዝመልአ ሰለስተ ጥራውዝቲ ኣለኒ።
ስጋብ ክንደይ ዝኸውን ደርፍታት ናብ እዝኒ ሰምዕቲ ኣብጺሕካ ኣለኻ? ስጋብ ሕጂ ዘብጻሕዎ ወይ ዝደረፍኩዎን የብለይን። ምኽንያቱ እቲ ዓቕምታቱን ባዕሉ ድርተካ'ዩ። ካልኣይ እዛ ሓንቲ ብመሓሪ ደማስ ዝተገጠመት ግን እዛ መዓንጣ ሽግሆየ እሳ ጥራሕ እየ ሓንቲ ግዜ ቀልቂለያ ነይረ ካብኡ ንደሓር ጸሊዐ ዘለኹ ኣይዘርጋሕኻን ማለት እዩ ዘርጋሕ እስኪ ሓንቲ ደርፊ ዘርጊሕኻ ከም ዘለኻ ነጊርካና ኣለኻ እሳ ንኽስራሕ ከላ ከመይ ነይሩ እስኪ ምስቲ ጀማሪ ምንባርካ።
ንሳ ኣብ ውሽጢ ክልተ ሰሙን ሰለስተ ሰሙን በቃ መሓሪ እቲ ዜማታት ናይ ዓድና ህቦ ንስኻ ግጥሚ ግጥም ኣቢሉ ድሕሪኡ መቐለ ከይድና ተሰሪሓ ኣብ ክልተ ውላዕሎ ክልተ ውላዕሎ ከይድና ከመይ ነይሩ ጉዳታት ንክሰርሕዋ ድኻም ኣለዎ ዶ

መዓልቲ ምስ ዓፀወኒ በይነይ ሓንቲ ኣብ ሓንቲ ሰዓት ወዲያ ወፂ ምስ ወዳእኹዋ እቲ ወዲ ንባዕሉ ምስቲ ጀማሪ ምዃንካ ሲ ሰሙን ክልተ ሰሙን ከፅናሓካ ኢልና ነርና ኢልኒ ብዝኾነ ዕድለይ ድ ኮይኑ
ሓንቲ መዓልቲ ወዲእና ከላ

ሰብ ዝኮይነ ዝሓትት እምበር እትው ኢለ ሪኤ ኣይፈልጥን ናተይ። ደሓን እዩ ዝፀረፈካ ሰብ ውልቃ ከምዚ ጌርካ ዋጣ ፀይቅካያ ወይ ከምዚ ጌርካ ፀሪፍካና ዝበለካ ሰብ ኣይረኸብካን እስካብ ሕጂ?
እዋእ እሱ ክህሉ ይኽእል እዩ ንሱ ንዓኻ መተባብዒ እምበር ዝፀረፈካ ተኮይኑ እኮ ንዓኻ መተባብዕን ንዳሕራይ ንእረም ንዝኾነካ። ምናልባሽ ድሓን ሓንቲ ኣብ ካልኣይ ግዜ እስኪ ተረኸብናዮ ገለ ኢሎምካ ክኾኑ ይኽእሉ እዮም ኣብ ካልኣይ ደርፊ ምስ መጸኻዮም ከኣ ወይ ዱላ ሒዞምልካ ኣለዉ ወይ ነቕፌታ ሒዞምልካ ኣለዉ ንሱ ሓድ ኢሎ ማለት እዩ። ዝኸበርኩም ክቡራት ተኻታተልቲ ሓበን ሜዳ ሕጂ ዊን ደጊምና ደጋጊምና ርሑስ በዓል ቅንያት ቅዱስ ዮውሃንስን ገልገል መስቀለን ክኾነልኩም እንዳተመነና፣

ካብ ጎደቦ ናብ ጎደቦ እዮም ነይሩ እቲ መርዓ ምስ ከድና ምሸት ክንምለስ ዝግብኣና ጓይላ መቂርና ኢሎም ይሕጅሮምኒ ንፅባሓይቱ ሰኒ ከዓ ኣለኒ ንፅባሓይቱ ሰኒ ኣብ ካሊእ መርዓ ሒዘ ስለ ዝነበርኩ እታ ናይ ሰንበት ዝነበረት መርዓ ውዕሎን ሕድሮን ኣብቲ እንዳ ጓል ስለ ዝሓደርና እቲ ሰንበት ናብ ሰኑይ ተሰጋጊራ እታ ሓንቲ መርዓ
እቶም ገዛ ዳርጋ ክስታይ ኮይና ተጠሊማ ማለት እዩ እዎ እቶም ገዛ ጠሊሙ እዮም እዎ። ዝኾነ ሕምስምስ ኢላ እዛ መርገመይ ተቐቢለ ቅርሺ እኳ ኣይበልዕን እንዲየ ነይረ እዎ። እታ መርገም እየ ክብል ውዒሎም ማለት እዩ ካሊእ ወኪል ግን ደሓር ናይ ምሸት ኣብቲ እንዳ ሓሙ ምስ በዓሉ ናይ ምሸት ወኪል ሰይዶሎም ብዝያዳ ግን ንዓይ ስለ ዝደልዩ ከምቲ ዝደለኻየን ሓንሳብ ድሕር ሰብ ኢልካ እዚኣ ነራ ሓንቲ ሓንቲ ከዓ ዝስሓቐት መስሓቕ ዝነበረት ኣብቲ መርዓ ዝኸድኩሉ ኣብቲ ዓድስ እንታይ እንዳበልካ ድረፍ ነይሩ

እምበር ገበን ዘህርም ምዃኑ
ኣይፈልጠይ ነይረ ቆልዓ ስለ ዝነበርኩ ዋጣ ስማዕሪ ክንደይ ከም ተውቅዖን ከም ተህርም ሲ ሽዑ ርኢኻ ትኸውን ኢኻ እወ
ሓንቲ ዊን እዚኣ ኢልካ ሕተተልና ኢሎምኒ ኣለዉ ሽሻይ ጸጋይ ኣብ ጾመ ኣርባዓ ዋጣ ዋጥ እዩ ጾመ ኣርባዓ መርዓ ኣሎ ድዩ

ኣብዚኣ ዝመለሰ ሓሙሽተ ሚእቲ ናይ ሰለስቲኦም ድምር ማለት እዩ። ቁጽሪ ሰለስተ። ቁጽሪ ሰለስተ ቁጽሪ ሰለስተ ኣብ ባንዴራ ሃገረ ኤርትራ ብጫ ሕብሪ እንታይ የመልክት?
ናይ ባንዴራ ናይ ኤርትራ ብጫ ሕብሪ። ማዕድናትና።
ቁሩዕ መልሲ ማዓድናት ኤርትራ ስለዚ ተመሊሳ ኣላ ኣባካ ኢዳ ምረጽ ክልተ ዝነኣሰት ክፍለ ዓለም መን ትበሃል።
ኣውስትራልያ። ኣወስትራልያ ቁዱዕ መልሲ ዋይ ጣቅዒት ዋይ ጣቅዒት ዋይ ጣቅዒት ናባኪ እየ እሺ ቁጽሪ እወ ምረጺ ዓሰርተ ሽዱሽተ ዓሰርተ ሽዱሽተ ዓሰርተ ሽዱሽተ እዋይ ክትመርጺ እዋይ ክትመርጺ ኣብ ግዜ ሕጹኖት ካብ ዝጽወቱ ባህላውያን ጸወታ ሰለስተ ጥቐሲ ኣብ ግዜ ሕጹኖት። እወ።

ሻሕታ ኣቀራቃር ኣታኣዛዝ እዚ ብሙሉኡ ናበይ ከይድኪ። ሸደድ ሸደድ ኣይፈልጣን እየ ኣነ እዚኣ። ስሉቲ ሸደድ ኣቀራቃሪ እኮ። እወ እታ ሽማ ይፈልጣ እየ ሳብ ክዕበታ። ስለዚ ኣይመለስክያን ኣይሓገዘትክን ሜሪ ናባኺ ክንምለስ ኢና ሕጂ ዊን ማለት እዩ። ሸውዓተ።
ቁጽሪ ሸውዓተ ጽብቅቲ ቁጽሪ ሸውዓተ እዚኣ ዊን ባህላውያን ሕቶታት እያ ካብ ናውቲ ማሕረስ።

ሓፂን ኣላ ተለገብ ኣበይ ፈልጣ እየ ፈልጣ ስለ ዝደለኹ እኮ ዝሓተኪ ዘለኹ ድሕር ደኣ ንስኺ ዘይትፈልጥያ ተኾይንኪ ከኣ ኣብ ኮመንት ከኣ ክምልሱልኪ እዮም ከርፈስ ከርፈስ ስለዚ ትኽክል
ካብ ዓይነታት ናውቲ ማሕረስ ዝኾነ ሓፃዊን ክልተ ከርፈስ ማሕረሻ ኣሎ ኣብዚ ሰዓት እዚ ዊን እኳ ጊዛዊ ማሕረሻ ጊዛዊ ሓጺን ዊን ድጉሪ መጺኡ ኣሎ መስለኒ ስለዚ ንሱ ዊን እንተልኪ ቁሩብ ምገበርናልኪ ኔርና ናብ ወዲ ጸጋይ ሽሻይ ኢና ክንምለስ ሕጂ ዓሰርተ ሸውዓተ። ዋይ ሕቶ ብ ዕስራን ሰለስተን ብግእዝ ዝጽዋዕ መስተ እንታይ ተባሂሉ ይጽዋዕ?

ካብ ክልተ ዕድል ዶ ከተምርጸኒ እሞ እባ
ከምርጸኪ እስኪ ደሓን በቃ ክሕግዘኪ ከምርጸኪ ምርጫ ኣብ እግርና ኣብ እዝንና ኣብ ሕቝና ሰለስተ ኣብ እዝንና ቅኑዕ መልሲ ኣብ እዝንና ስለዚ ዝነኣሰ ዓጽሚ ኣብ ኣካላትና ኣብ እዝንና እዩ ዝርከብ ሜሪ ናባኺ ኢና ኦኬ እሺ ተረባረብ እያ ዘላ ተራ ማርያም ኣይከኣልና ያን ይገርም ኣንቲ ቀጥሪ ዓሰርተ ሓደ ምስላ መለእ ምስላ መሊኣ ንጓል ተሓፂኺ በላ ንዳሽ ዳሽ መሸላ

እስኪ
ክነማሳኽራ ኢና ወ ፀጋይ ተፃሄ በላ ቀይረያ ቀይረያ ተፃሄ ክበላ ንመሸላ ተፃሄ ክበላ ዋላ ተጎሲ ክበላ ወዲ ይበሃል እዩ ስለዚ ቁኑዕ መልሲ ሜሪ ዊን መሊሳ ኣላ ተረባረብ እዩ ዘሎ ሕቶ እታ እንደ ትረብዕኹም እስኪ ወዲ ፀጋይ ዓሰርተ ኣርባዕተ ዓሰርተ ኣርባዕተ እዋ እንታይ መን እዩ ዝነግረኩም ዘሎ ነናይ ከባቢኣ እትመሳሰል እንስሳ

ነናይ ከባቢያ ግን ነፋሒት እያ። ስለዚ ነናይ ባህርያ ትማሰል ነናይ ከባቢያ ትመሳሰል እንስሳ ነፋሒት እያ። ቅኑዕ መልሲ ግዜ ስለ ዝገበረካ ኣሃ ከሲብካ ኣላ ማለት እዩ። ንቐጽል ሄለን። ዒስራ። ዒስራ ቁጽሪ ዒስራ ጽቡቕ። ትፈትውዮ እንስሳ?

ኣነ ተነጊረካ ናባቶ ክትብለኒ ብዝኾነ እቲ ማራ ድፈትዎ እንስሳ ይነግረካን እየ እቲ ድምፁ ከብሎ ስለ ዘይክእል ትሓቶ ሰሚዕኺ ኢኺ ትፈትዎ እንስሳ መን እዩ ድምፁ ኣስምዐና እዩ በቃ ከማይ ድያ ሓራይ ፍሉጥ እዩ እሺ እሺ ድሙ ድሙ ትፈትዎ እንስሳ ድሙ ናይ ድሙ በለ ስምዐና እስኪ ሓራይ ሰለስተ ግዜ ሓደ ንዕብስ ክልተ ስለዚ ትክክል ተመሊሳ ኣላ ማለት እዩ ክንቀፅል ኢና ተረባረብ እያ ኮይና ዘላ ሜሪ ትሽዓተ
ቁፅሪ ትሽዓተ ትሽዓተ ፅቡቕ

ስለዚ ኣይ ኣይመለስክያን እታ ዝዓበየት ደሴትና ካብ ዓለም ግሪላንድ እያ ትብሃል ንሳ ግሪላንድ። ከኣ ባዕላ ኣትላንቲ ውቅያኖስ እያ ትርከብ ማለት እዩ ስለዚ ሜሪ ኣይመለስክን።